መርሓባ የሕዋተይ ኣብዚ ዘለኹምዎ ሰላም ክትህልውለይ ተስፋ ይገብር ሕጂ ከኣ ጥርንፍ ኣቢለ ክነግረኩም እየ መሊሰ እዚኦም ገዛ ዝብለኩም ዘለኹ እንታይ እዩ ብሉጽ ዝገብሮም ዘሎ ስለምንታይ ኢና ኣብ ክንዲ ኣብ ባንክ ንሓድጎ እቲ ገንዘብና ኣብኦም ክነዋፍሮ ዘለና ወይ ብኦኦም ክነዋፍሮ ዘለና እዚ ከኣ ሓደ ኩሉ እዩ ዘለዎም ወርቂ ድዩ ብሩር ድዩ ፕላቲን ፓላዲዩም ኩሉ ኣሎ ማለት እዩ እዚ ብሉጽ ማለት እዩ ከምኡ ከኣ እቲ ዋጋ እቲ ዋጋ ስለምንታይ እዩ ክንድዚ ሕሱር እንድሕር ኢልና ሓደ ቀረጽ ኣይትኸፍለሉን ኢኻ ንኹሉ ክትገዝኦ ኮለኻ ኣብ ዱካን እንተትገዝኦ ግን ቀረጽ ክትከፍል ኣለካ ማለት እዩ ከባቢ ዕስራ ካብ ሚእቲ እዩ ኣብ መብዛሕትኡ ኤውሮጳ ንኣብነት ኣብ ጀርመን ዓሰርተ ትሽዓተ እዩ ኣብ ገሊኡ ግን ልዕሊ ዕስራ ኣብ ካልእ ኤውሮጳታት እዚ ፕሮዳክት ዝብለኩም ዘለኹ ከኣ ኣብ ሙሉእ ዓለም እዩ ዝስርሕ ስለዚስ ኣብ መብዛሕትኡ ሃገራት ዘለኹም እንድሕር ሓቲትኩምኒ ክንከፍተልኩም ንኽእል ኢና ማለት እዩ እቲ ዋጋ ብጀካ እቲ ቀረጽ ምጉዳሉ ጥራይ ዘይኮነ ከኣ እቲ ዋጋ ንባዕሉ ብሉጽ እዩ ከመይ እንድሕር ኢልኩምኒ ዋጋ ክትከፍል ከለኻ ከኣ ወሳኒ እንታይ'ዩ ኣየናይ ካብቲኤን ሓሙሽተ ታሪፍ ሓሙሽተ ክላስ እንድየን ዘለዋ ኣየነይቲ ኢኻ መሪጽካ በየነይቲ ኣጆ ኢኻ ከፊትካዮ እቲ ኣካውንት ናትካ እቲ ኣጆ ከኣ ክምለሰልካ ይኽእል'ዩ ከምቲ ኣብቲ ካልእ ዘረዳእኹኹም እቲ ብሉጽ ነገር ግን እቲኣ ንኣብነት ናይ 2400 ኣጆ እንድሕር ወሲድካያ ክሳብ ሓምሳ ሽሕ እንድሕር ኣብኡ እቲኻ ማለት እዩ ግን ናይ ግድን ሓምሳ ሽሕ ኣይኮንካን ክትእትው ዘለካ ጎደሎ ከማን ክትእትው ትኽእል ኢኻ ካብቲ ኣቐዳመይቲ ወርሒ ከዓኒኦም ክመልሱልካ ዝጅምሩ ከባቢ 12 ሽሕ እንተ እቲኻ 80 ኦይሮ ንወርሒ ይመልሱልካ ማለት እዮም ካብቲ ኣጆ እሱ ጥራይ ዘይኮነ ግን ሽድሽተ ካብ ሚእቲ ከኣ ነቲ ወርቅን ብሩሩን ወይ ፕላዲን፣ ፓላዲዩም፣ ድላይካ ዘመረጽካዮ የጉዱልልካ ማለትዮም። ከጉዱሉልካ ከለዉ ከኣ እቲ ክልተ ሽሕን ሓሙሽተ ኣርባዕተ ሚእትን ክትሪኦ የብልካን ክንደይ ከም ዝኸፈልካ። ብዝያዳ እቲ ዘጉዱሉልካ ኣብቲ ክትገዝእ ኮለኻ እዩ። በርከ ምስቲ ግዜ ከኣ እቲ ብሩርን ወርቅን እንዳበዝሐ ስለ ዝመጽእ ዘሎ ዋግኡ ድሮ ከማን ንሪኦ ኣለና ካብ ዝሓለፈ ዓመታት ኣዋርሕ ኣትሒዙ ስለዚ እቲ ክልተ ሽሕን ኣርባዕተ ሚእትን ዝኸፈልካዮ ገሊኡ ክምለሰካ እንድዩ እንድሕር ሓምሳ ሽሕ ከማን ዘይገበርካስ ክንድዚ ክጎድኣካ ኣይክእልንዩ ማለትዩ ብሓጺሩ so ብጠቕላላ እቲ ካልኩሌሽን ክንገብሮ ኣለና። ኣብ ከምኡ ክንዛረብ ከሎና ከኣ ምስ ተራኸብኩምኒ መሊስና እዚኢታት ከረድኣኩም ይኽእል እየ ጸገም የለን። ቀቅድሚ ረጂስታ ምግባርኩም መታን ክትውስኑ ኣይነቲ ኣጆ ትሕሸኒ ብሽሕን ክልተ ሚእትን ዶ ሽዱሽተ ሚእቲ ዶ ኣጆ ወይ ክልተ ሽሕን ኣርባዕተ ሚእትን ኢልካ ባዕልኻ ሽዑ መዚንካ ኩሉ እቲ ዝበልኩኻ እስኻ ኢኻ ወሳኒ ብሽዱሽተ ሚእቲ ከማን ክትከፍቶ ትኽእል ኢኻ ካብ ሽዱሽተ ሚእቲ ከማን ይመልሱልካ እዮም እቲኣ ናይ ሰለስተ ሚእቲ እቲኣ ዝነኣሰት ጥራይ እዮም ዘይመልሱልካ እሳ ከኣ ንማንም ሰብ ኣይመርጸልኩምን እየ ማለት እዩ ሶ እዚ ናይቲ ዋጋ ማለት እዩ ስለዚ ብሉጽ ዋጋ እዩ እሱ ጥራይ ዘይኮነ ግን ከኣ ነዚኦም ፍሉይ ዝገብሮም ብከምኡ ከማን ካላኦት ሕጂ ሰዲዶምለይ ኣለዉ እዚኣ ክረኣያ ከም ዘለዎም ገለ ኢሎምኒ እሱ ግን ብዙሕ ኣይፈተሽኩን ስለምንታይ ናይዚኦም እሶም ጥራይ ስለ ዝኾኑ ኣብ ማርከት እቲ ብሩር ዘለካ ናብ ወርቂ ክትልውጦ ትኽእል ኢኻ፣ ክትልውጦ ከለኻ ከኣ እቲ ዋጋታት ስለ ክቃየር ከሎ እሱኢታት እንዳተዓዘብካ ማለት እዩ። ክንደይ ብሩር እዩ ንወርቂ ክትገዝእ ዘድልየካ እዚኢታት ከኣ ብዝያዳ ኣብቲ ናይ ብሓቂ ምስ ኣተኹም ያከርደኣኩም ኣለኒ ባዕልኻ ክትፈልጦ ኣይትኽእልን ኢኻ እዚኢታት ኣብ ከምኡ ክሕግዘኩም'የ ማለት'ዩ። እንታይ ክትገብር ኣለካ መኣስ ኢኻ'ኸ ነቲ ብሩር ናብ ወርቂ ክትልውጦ ዘለካ? መታን እቲ ወርቂ ዘለካ እንዳበዝሓልካ ዝመጽእ ብጀካ እቲ ዋጋ ባዕሉ ምብዝሑ ማለት'ዩ። ክበዝሕ እንድዩ ምስቲ ግዜ ከምቲ ዝበልናዮ። So እዚኤን ኩለን ናይ ዋጋ ብሉጻት ዝብለን'ዩ። ውሕስና'ኸ እንታይ'ዩ? ውሕስና ኣለዎ'ዶ? ትብሉኒ ከኣ of course ውሕስና ኣለዎ። ኩሉ ግዜ ይካታተልዎ ዮም ፕሮቶኮል ይመጻካ ዩ ወርቅካ ብሽምካ ክንድዚ ኣብኡ ከም ዘሎ ካለኦት ካምፐኒ ናይ ሰኩሪቲ ዝሰርሑ ኣብ ባንክታት ፍሉጣት ዝኮኑ እሳቶም ዮም ዝፍትሽዎ ኣብቲ ዳሽቦርድ ኣቲካ ከኣ ክትሪኦ ትክእል ኢካ መን መን ከም ዝፈተሾ ሰዓት ክንደይ ዕለት ክንደይ ከም ዝፈተሽዎ እሱ ንባዕሉ ውሕስና ኢዩ ማለት ኢዩ እዚ መራጋገጺ ኣለካ ወርቅካ የለን ክብሉካ ኣይክእሉን ኢዮም ብጹሑፍ ይሰዱልካ ኢዮም ፕሮቶኮል ቀጻሊ ይሰዱልካ ኢዮም ክንደይ ወርቅን ክንደይ ብሩርን ክንደይ እቲ ካልእ ዝገዛእካዮ ከም ዘለካ ኣብቲ ናትካ እካውንት ማለት ኢዩ ስለምንታይ ኢዮም እዚ ከኣ ዝገብርዎ ኣብ ገሊኡ ከም በዓል ኢቲሲ ኤክስቸንጅ ትሬድድ ኮሞዲቲስ ትፈልጥዎ ትኾኑ እሱኢታት ከማን ክትገብር ትክእል እንዲካ ንቡሩር ክትገዝእ እንድሕር ደሊካ ወይ ኣብ ክንዲ ትገዝኦ ስኒ ከምዚ ኣብ ኤክስቸንጅ ትሬድድ ኮሞዲቲ ኢልካ ክትገዝእ ትክእል ኢካ ኣብኡ ግን ዓቢ ስካንዳል ኔሩ ኣብ ወረቀት ጥራዩ ናትካ ምኳኑ እምበር እቲ ወርቂ ናይ ብሓቂ ኣይነበሮምን ስለዚ እዚ መታን ነቲ ሰብ ውሕስና ክስምዖ ኢሎም ከምኡ ፕሮቶኮል ይሰዱልና ማለት እዩ። ጽባሕ ንግሆ ብዘይ ጸገም እዚ ወርቂ ናብ ገዛይ ስደዱለይ ክትብሎም ትኽእል ኢኻ። ድሕሪ ዓመት ግን ክኸውን ኣለዎ ኩሉ፣ ብርከ ክሳብ ዓመት ትሕቲኡ እንድሕር ኣቐሚጥካዮ ክትከስር ትኽእል ኢኻ። ልዕሊኡ ክኸውን ኣለዎ ዝበለጸ ኤንድ ቀረጽ ከ ኣይትኸፍለሉን ኢኻ እንድሕር ትሕቲኡ ኣቐዲምካ ኣውፂኻዮ ትሕቲ 12 ወርሒ ኣጽኒሕኻዮ ነቲ ዝያዳ ዝኸሰብካሉ 25 ካብ ሚእቲ ከባቢ ቀረጽ ኣብ ጀርመን ክትከፍል ኣለካ ኣብ ካልእ ሃገራት ከማን ዝተመሳሰለ ሕጊ ኣሎ ክትብሎ ትኽእል ኢኻ ኣብዚ ስለዚ ተመራጺ ኣይኮነን ትሕቲ ዓመት ክተቐምጦ ናይ ብሓቂ ዓመት ሙሉእ ወይ ዝያዳ ዘየድልየካ ገንዘብ ጥራይ ኢኻ ኣብኡ ክተቐምጥ ዝግብኣካ ማለት እዩ እሱ ጥራይ ዘይኮነ ከኣ ናይዚኦም ከምዚ ዝብለኩም ዘለኹ ፍሌክሲብል እዩ ኣብ ድላይካ ግዜ ገንዘብ እንድሕር ዘይብልካ ጠጦ ክተብሎ ትኽእል ኢኻ እንድሕር ማለትኒ ቀጻሊ ክትከፍለሎም ክትከፍሎ ኣየድልየካን እዩ ኣብቲ ዝረኸብካዮ ገንዘብካ ጃስት ኣብ ክንዲ ኣብ ባንክ ትገብሮ ኣብኡ ተቐምጦ ማለት እዩ እቲ ዋጋ ናይቲ ገንዘብካ ከይወድቕ መታን ማለት እዩ እቲ ኢንፍሌሽን ከየንድዶ ከይበልዖ ማለት እዩ ብሓፂሩ እዚ ከዓ ክርድኣና ኣለዎ ከም ኢንቨስትመንት ጥራይ ክንሪኦ የብልናን ጃስት ከም ሓደ ባንክ ኣካውንት ረኣይዎ ብኸምኡ እየ ዝብለኩም ፅባሕ ንግሆ ገንዘብ እንድሕር ካብኡ ኣድሊካ ድሕሪ ዓመት ክልተ ሽሕ ናብ ናተይ ኣካውንት ስደዱለይ ክትብሎም ትኽእል ኢኻ ኣብቲኣ መዓልቲ እቲኣ በቲ ኣብ ዋጋ ዘላታ እቲ ናትካ ወርቂ ይሽየጥ ኣሎ ማለት እዩ። እቲ ክልተ ሽሕ ድዩ ሓሙሽተ ሽሕ ድዩ ሽሕ ድዩ ወይ ሓሙሽተ ሚእቲ ጥራይ ድዩ ናብቲ ዝደለኻዮ እካውንት ብሽምካ ይሰዱልካ ማለት እዮም ድሕሪ ዓመት መታን ቀረጽ ከይትኸፍል። እዚ ከማን ብሉጽ እዩ ብርከ ከምዚ ዝበልኩኹም ኣብዚ እዋን እዚ ኣብ ባንክ እንድሕር ሓዲግካዮ ክትከስር ኢኻ ከም ዝኾንካ ክትፈልጥ ኣለካ ኢንፍሌሽን ኣብ ኩሉ ንሪኦ ኣለና ኣብ መዓልቲ መዓልታዊ ሂወትና ከምዚ ትርእይዎ ዘለኹም ማለት እዩ ስለዚ እዚ ከምዚ ከምጻልኩም ከለኹ ክቡራት ኣሕዋተይ ሸቐጥ ኣይኮነን ሸቐጥ ኣይኮነን ብዝያዳ ሓበሬታ እዩ እስኻ እንታይ ኢኻ ክትገብሮ ነቲ ገንዘብካ ናትካ ውሳነ እዩ ጥራይ ናተይ መልእኽቲ እንታይ እዩ ኣብ ባንክ ኮፍ ኣይተብሎ ኣንቀሳቕሶ ወይ ናብ ኣቑሑት ቀይሮ መሳርሒ ማሽን ድዩ ወይ ወድኤቫ ዝኾነ ናብ ክተንቀሳቕሶ ኣለካ እቲ ንዓኻ ዝያዳ ሕጂ ክትከስበሉ ትኽእል እቲኣ ማሽን እዚኣ ከማን ሕጂ በዚኣ ዋጋ ኢኻ ትረኽባ ፅባሕ ንኮ ዝያዳ ከም ዝኾነት ክንፈልጥ ኣለና ኢንፍሌሽን ማለት ኩሉ ኣቑሑት እንዳኸበረ እዩ ዝመፅእ ዘሎ ስለዚ እቲኣ ማሽን ከማን ኣብ ክንዲ ዝመፅእ ዘሎ ዓመት ትገዝኣ ሕጂ እቲ ገንዘብ እንድሕር ኣለካ ሕጂ ክትገዝኣ ሕሸካ ብርከ ጎደሎ ዋጋ ኢኻ ትረኽቦ Already ኣብ ገሊኡ ኣቑሑት ከምኡ ይብሉኻ ኣለዉ ሕጂ እንድሕር ገዚእኹማ ክንድዚ እዩ ካብ ዝመጽእ ዘሎ ዓመት ክንድዚ ዋጋ ክውስኽ እዩ ኢሎም ከማን ኣብ ገሊኡ ዓበይቲ ማሽናት ይነግሩኻ እዮም ኣጋጣሚ ከምኡ ስለ ዘጋጠመኒ ንዓይ so ስለዚ ኣብ እንድሕር ተኸታቲልኩሞ ከኣኒ ክትሪእዎ ኢኹም ስለዚ ዝኾነ ሓሳብ እንድሕር ኣለኩም እቲ ገንዘብ ካብ ሕጂ ክትጥቀመሉ ሕሸካ ወይ ቢዝነስ ክትከፍት እንድሕር ደሊኻ ሕጂ ክትገብሮ ሓይሽ ካብ ዝመጽእ ዘሎ ዓመት ብርክ ዝመጽእ ዘሎ ዓመት ዝያዳ ክውድኣልካ ይኸውን እዩ እቲ ክትከፍቶ ዝደለኻ ወድኤቫ እንታይ ኣቑሑት ዘድልየካ ኣብቲ ገዛ ማለት እዩ ብሓጺሩ እም ዘይምንዋሕ እዚ ዓመት እዚኣ ሓሊፋ እንድያ ዳርጋ ግን እቲ መሊስካስኒ ናብ ቅድሚት ኣይትስሓቦ ኢኻ እቲ መደብካ ማለት እዩ እም ስለዚ እዚ ከምዚኢታት ነቲ ሕብረተሰብና ስለምንታይ ኣገዳሲ ይብሎ? እዚ ኩሉ ዓመታት ዘቐመጥካዮ ወይ ዝጸዓርካሉ መታን ኣብ ማይ ከይኣቱ ብሓጺሩ እቲኦም ጸዓዱ ነውሕ ገሮም ካብ ዝቃራረቡሉ ግን ኩሉ ሰብ ከማን ኣብ ጸዓዱ ኣይኮነን ብርከ ኣነ ምስ ዝተፈላለየ ሰባት ይራኸብ እየ ገሊኦም ኣይተ ይርድኦም እንድዩ እንታይ ከም ዝገብሩ ግን ኣይፈልጡን እዮም ስለዚ ክትነግሮም ኣለካ ንዕኦም ከማን ከምዚ ንዓኹም ዝነግረኩም ማለት እዩ ኩላቶም ይፈልጡ ማለት ኣይኮን እቲኦም ናይ ብሓቂ በዓልቲ ገንዘብ ዝኾኑ ግን መብዛሕቶም ይፈልጡ እዮም ከምኡ ከዓ እቲ ዝገርመኩም ናብ ባንክ ናትኩም ድሕሪ ከይትኩም ኣጋጣሚ ሓደ ሰብ ሓበሻ ዘይኮነ ዓንተወይ ተዛሪበ ሎም መዓልቲ ይገርም ብርከ ዕላል ከም ገለ ይመፅ እንዲ ኩሉ ግዜ ያ ኣነስ ቅድሚ ክልተ ዓመት ወርቂ ክገዛእ ሓሲበ ነይረስ እቲኦም ሽፓካሰ ግን ወይ ሕጅስ ኦሮማይ ከቢሩ እዩ ኢሎምኒ ሕጂ ግን ኣጣዒስኒ ኢልኒ ስለዚ እቲ ኦም ባንክ ዝነግሩኻ ኽማን ኩሉ እሱ ኸኣ ንዕኦም ኣሚንዎም ማለት እዩ ሕጂ ግን ሓሪቁ ኣሎ እሳቶም ኩሉ ዝነግሩኻ ስኒ ልክዕ ንዓኻ ዝጠቅመካ ማለት ኣይኮን ብርከ እቲ ኦም ባንክ ሕጂ ኸማን ንስኻ ብብዝሕ ገንዘብና እቲ ካፒታል ከይጠፍእ ካብቲ ናቶም ገዛ ይፈርሑ'ዮም ስለዚ ኖኖ ኣብ ከምዚ ካልእ ኩንትራት ክህቡኻ እዮም ዝፍትኑ እምበር ናብ ወርቂ ከምዚ ግበር ገለ ክብሉኻ ብዙሕ ኣይደልዩን እዮም ግን ስለ ሕጂ ዝሪእዎ ዘለዉ እቲ ሰብ ከኣ ገንዘቡ ከም ዘውጽእ ዘሎ ባዕሎም ገሊኦም ባንክ ኣብዚ ቀረባ ግዜ ፎልክስ ባንክ ድያ ቅድሚ ሕጂ ዘይነበሮም ሽፓካሰ ከማን ብብዝሒ ናታ ክላየንት ከምዚ ክፈቱ ኢላ ትሓቶም ኣላ ግን ኣብኦም እንድሕር ገዚእኻዮ ቀረጽ ክትከፍል ከም ዘለካ ክትፈልጥ ኣለካ ንኣብነት ከምኡ ከዓ እንታይ ዝበሃል እቲ ናቶም ሰርቪስ ፊ ዝያዳ ከም ዝኾነ ክትፈልጥ ኣለካ ናይዚኦም ገዛ ዝብለኩም ዘለኹ እቲ ገቢዩር እቲ ሰርቪስ ፊ ከማን ብጣዕሚ ሕሱር እዩ ክትብሎ ትኽእል ኢኻ ኣበየናይ ኣጆ ከም ዝኸፈልካ፣ እቲ ኣጆ ዝያዳ እንድሕር ኮይኑ እቲ ሰርቪስ ፊ ከኣ ጎደሎ ኢኻ ትኸፍል፣ እዚ ከማን ብሉጽ ክትብሎ ትኽእል ኢኻ፣ ምስቲ ካልኦት ኣብ ማርከት እንድሕር ኣዋዳዲርካዮም እዚኦም እቲኦም ዝሓሰሩ ክትብሎም ትኽእል ኢኻ፣ ካብቲኦም ዝሓሰሩ ክብሎም ይኽእል እየ ማለት እዩ። ስለዚ እስኻትኩም እንድሕር ክትማኸሩ ደሊኹም፣ ክትረዳድኡ ደሊኹም፣ እንታይ ሕሸኒ ወይ መሊስካ ኣረድእኒ ኣይተረደኣንን ትብሉ እንድሕር ኮንኩም እቲ እዚ ዝብለኩም ዘለኹ መሊሰ ወይ እቲ ሕቶታትኩም ክምልሰልኩም ይደሊ። እቲ ቪድዮታት እንድሕር ርኢኹሞ ብዝያዳ መታን እቲ ኮንቴክስት ክርድኣካ ስለምንታይ እየ እዚ ኩሉኸ ዝብል እቲ ኢንፍሌሽን ጥራይ ኣይኮነን ብሓጺሩ እቲ ሕግታት ከማን ብዙሕ ይቕይርዎ ኣለዉ ተረዲእኹምኒ and ስለዚ ኸኣ ንሕና ከምዚ ጌርና ክንቀራረብ ኣለና እቲ ቦታ ንስኻ ተቐምጦ ከኣ ካብ ወጻኢ ካብ ጀርመን እዩ፣ ኣብ በዓል ስዊስ ኣብ ሲንጋፑወ ኣለዎም ማለት እዩ፣ ኣብ ሲንጋፑወ ኣይኮናን ሕጂ ንገብሮ ኣብ ስዊስ ኢና ንሕና መብዛሕትና ንገብሮ ሽዑኡ መታን እስኻ ከምኡ ሶልፍኻይ መታን ክኾነልካ ማለተይስ መታን ዲዩቲ ፍሪ ብዘይ ቀረጽ መታን ክትገዝኦ ትሕቲ መንግስቲ ጀርመን ኣይኮነን ትሕቲ መንግስቲ ስዊስ ኣይኮነን እቲ ሶልፍካ የላጋ እዚ ከማን ከም ካልእ መረዳእታ ክነግረኩም ይደሊ ኣብ ናይ ሽፓካስ እንድሕር ኮይኑ ግን በቃ ትሕቲ ሽፓካስ ምዃኑ ክትፈልጥ ኣለካ ጽባሕ ንኮ ብዝኾነ መገዲ ኮላፕስ እንድሕር ኮይኑ እቲ ኢኮኖሚ እንድሕር ወዲቑ ቅድሚ ሕጂ ከማን ኣብ ካልእ ዓመተ ምህረታት ኣብ ሂስትሪ ርኢናዮ ኣለና መንግስቲ ክንድዚ ካብ ሚእቲ ካብ ኩሉ ገንዘብ ተቐሚጡ ዘሎ ክንወስዶ ኢና ክብል ይኽእል እዩ። ንባዕሉ መያትስ ድዩ ፎንደርላይን ድያ እቲኣ ሓንቲ ዩሮፒን ፕረሲደንትን ከማን ከምኡታት ከማን ኢሎም ኣለዉ እንታይ ኢሉ መያትስ ንኣብነት ኣብዚ ቀረባ ግዜ ስቲኤን ካልኦት ከዓ ከምኡ ዝኣመሰለ ኢለን እዚ ኩሉ ኣሽሓት ቅሙጥ ዘሎ ገንዘብ ስኒ ዓሰርተ ካብ ሚእቲ ነብሲ ወከፍ እንተ ነቲ መንግስቲ እንተዝህቦ ስኒ እዚ ኩሉ ዕዳ ዘለናስ ብሓንሳብ ምስ ጠፍኣልና ነይሩ ሕጅስ ድሮ ከምኡ ክብሉ ከለዉ ኣብ ሓሳቦም ኣሎ ማለት እዩ እቲ ሕጊ ኣይተቀየረን ብሕጂ ከማን ክቅየር ድዩ ኣይቅየርን ኣይተፈለጠን ኣሎ ግን ኣብ ሓሳቦም ምህላዉ ጥራይ ከባራብረና ኣሎ ከተሓሳስበና ኣለዎ ብሓጺሩ እሱ ጥራይ ኣይኮነን ከኣ ፎንዳላይን ከምኡ ኢላ እሳ ከማን ኣብ ዩሮፒን ፓርላመንት ከምኡ ከኣ ካልኦት ፖለቲካውያን ከምኡ ይብሉ ኣለዉ ማለት እዩ ላጋር ላጋር እቲ ኣውሮፒ ፕሬሲደንትን እሳ ከማን ከምኡ ኢላ ቅድሚ ሽዱሽተ ወርሒ ድያ ገለ ክንደይ ኣሽሓት ገንዘብ ኣለዎም እቲኦም ፕራይቨት ሰባት ስለዝስኒ ነብሲ ወከፍ ዓሰርተ ካብ ሚእቲ እንተዝህብ ካብቲ ምሉእ ገንዘቡስ ከመይ ሓገዝ ምስኮነ ከምኡ ከም ሓሳብ ኣሎ ማለት እዩ ብሓጺሩ ስለዚ ሰሚዕኹሞ ከማን እንትኾኑ ኣብ ክንደይ ቸነል ከማን ጸጸኒሖም የምጽዎ ኣለዉ ብኣሞይ ከማን ኣብ ቲክቶክ እዚኣ ጥራይ እዚኣ መያት ዝበላ ዓሰርተ ግዜ ይደጋግምዎ ኣለዉ ስለዘሕረቆም ማለት እዩ እንድሕር ኣስተብሂልኩም ባዕልኹም ፈትሽዎ መታን እዚ ዝብለኩም ዘለኹ ክትኣምንዎ ብዝያዳ ካልእ ከዓኒ እቲ ኣገዳሲ ዝኾነ ኣሕዋተይ እዚኣ ከማን መሊሰ ክደግመልኩም እየ ኣብ ካልእ ቪድዮታት ግን ኣፅፊሐ ነጊረኩም ኣለኹ እዚ ከዓ እንታይ እዩ ወርቂ ናይ ሓበሻ እንድሕር ኣብ ገዛኻ ኣሎ ሪሲት እንድሕር ዘይብልካ ከምኡ ከኣ ወላ መረጋገጺ እንድሕር ዘይብልካ ካብ ናይ ገንዘብካ ምዃኑ ናይ ብሓቂ ገንዘብካ ምዃኑ እሱ ከማን ብብዝሒ እንድሕር ኣለካ ኣብ ሕቶ ምልክት እዩ ዘሎ እዚ ከኣ ክንፈልጦ ኣለና ብርክ ኩሉ ግዜ ወርቂ ማለት ከም ገንዘብ ማለት እዩ ካበይ ኣምጺኻዮ መኣስ ኣጥሪኻዮ በየን መፅዩ እቲ ገንዘብ ኢሎም ክሓቱኻ ይፍቀደሎም እዩ ብዝኾነ ምኽንያት እንድሕር ረኺቦሞ ማለት እዩ እዚ ከዓ ክርዳኣና ኣለዎ ገሌኹም ሕጂ ዋእ እንታይ ኣለዎ ድሞ እቲ ገንዘብ ኣብ ገዛይ ዘሎስ ናብ ወርቂ ዘይልውዶ ጦ ወርቂ ክዘይገዝእ ከምኡ ሱቕ ኢልካ ክትቅይሮ ኣይትኽእልን ኢኻ። ኣብ ጀርመን ጥራይ ዘይኮነስ ኣብ ኩሉ ሃገራት ኣብ ዓዲ ጥልያን ከምዚ ዝበልኩ ብቲ ካልእ ቪድዮ ከማን እቲ ሕግታት ክቕይርዎ ደልዮም ኣለዉ ናይ ከምዚ ይሓስቡ ኣለዉ ኩሉ ኣብ ሕቶ ምልክት እዩ ዘሎ ይሓስብሉ ኣለዉ ብዙሕ ዝበልዎ ኣሎ ስለ ዘይጸደቐ ግን እዝን እዝን ክብለኩም ኣይደልን እየ ግን እቲ ዘሎ ኣብ ገዛ ገገዛ ገገዝኡ ንሰብ እዮም ጠሚቶሞ ዘለዉ መንግስቲ ጥልያን ማለት እያ እያ ስለዚ እቲ ገንዘብ እቲ ወርቂ ኣብ ገዛና ዘሎ ከማን ክንሓስብብ ኣለና ናይ ብሓቂ ሪሲት ኣለና ድዩ ካበይ ከም ዘውስጽእ ከ መኣስ ኢና ኣውጺናዮ ካብቲ ናትካ ናትና ባንክ ኢልካ ብዙሕ ነገር ክትሓተሉ ኣለካ እንታይ እንተገበርካ ይሓይሽ ክትሓስበሉ ኣለካ ማለት እዩ ብርከ እዚ እንታይ ዝባል ብዙሓት ጀርመናውያን ከማን ከምኡ ፀገም ኣለዎም ቅድሚ ሕጂ ካብ ያ ኣቦኦም ኣዲኦም ዝወረስዎ ወይ ያ ናይ ፋሚሊ ዝኾነ ግን መረጋገፂ ዘይብሉ ስለዚ እዚ ከማን ሕጂ ኣብዚ እዋን እዚ የሰክፎም ኣሎ ን ክስታይ ስለዚ ኣብኡ ዝኾነ ብሕጂ መሊስካ ብዘይ ሪሲት ወይ ካብ ካልእ ሰብ ገለ ኣይትግዛእ ኢኻ ንዓኻ ወላሓደ ኣይዓብስልካን እዩ ከም ሓደ ጸሊም ገንዘብ ናብ ወላሓደ ክትልውጦ ድሓር ኣይትኽእልን ኢኻ እቲ ቀንዲ ብሽምካ ክኸውን ኣለዎ እዚ ካበይ ከም ሪሲት ክህልዎ ኣለዎ ካበይ ከም ዝመጽእ ድማ ከኣ መሊሰ ክነግረኩም ከኣ ከም ድላይካ ድኳን ኬድካ በሽሓት ክትገዝእ ኣይትኽእን ኢኻ ኣብ ካልእ ቪድዮ ገሊጽዮ ኣለኹ እሱ እዩ እታ ትፈትሽዎ ኢኹም ኤክስትራ ፕለይሊስት ወርቅን ብሩሩን ኢለ ኣሎ ሰሪሐ ኣለኹ ኣብኡ እቲ ሕግታት ኢለኩም ኣለኹ እሱ ከኣ ክትፈትሽዎ ይዕድመኩም ማለት እዩ ተስፋ ይገብር ክርደኣኩም ድሮ ንክንደይ ሰባት ተረዲእዎም ኣሎ ደስ ዝበል ደስ ዝብለካ ድሮ ይሓቱኒ ኣለዉ እቲኦም ዘይተረደኦም ከኣ ናብ ኩሎም ክበጽሕ ተስፋ ይገብር ሸር ክትብሉለይ ከኣ ብትሕትና ይሓተኩም ብርከ እዚ ዓቢ ዕድል እዩ እንድሕር ናይ ብሓቂ ገሊ ሓዲኡ ጌርኩሞ እዚ ድዩ ካልእ ዲኹም ትገብሩ ብዘየገድስ ካብ እዚ ግን ክንፈልጦ ኣለና ገለ ክንገብር ከም ዘለና ስለዚ እዚ ቪድዮታት ከማን ናብ ካልእ ሼር ክትብልዎ ተስፋ ይገብር ታንክ ዩ ባይ